ኣምባሳደር ኤርትራ ኣብ ሃገረ ቐጠር ኣቶ ዓሊ ኢብራሂም ኣሕመድ ምስ ሚኒስተር ጉዳያት ወጻኢ እታ ሃገር ዶክተር ኻልድ ቢን መሓመድ ኣል ዓጥያ ተራኺቡ ኣብ ምድንፋዕ ክልተኣዊ ዝምድና ዘተኮረ ዘተ ኣካይዱ። ኣብቲ ብሰንበት ዒስራን ሸሞንተን ታሕሳስ ኣብ ኣዶውሓ ዝተኻየደ ርክብ ክልቲኦም ሰበስልጣን ኣብ ምምዕባል ሽርክነታዊ ዝምድና ኤርትራን ቀጠርን ከምኡ'ውን ንኽልቲኤን ሃገራት ዘገድሱ ዞባውን ኣህጉራውን ጉዳያት ከምዝዘተዩ ካብ ኤምባሲ ኤርትራ ኣብ ቀጠር ዝበጽሓና ሓበሬታ ኣነጺሩ። ኣምባሳደር ዓሊ ኢብራሂም ኣሕመድ ኣብ ዝሓለፈ ሰሙን'ውን ምስ ኣቦ መንበር ባይቶ ሚኒስተራትን ሚኒስተር ውሽጣዊ ጉዳያትን ሃገረ ቐጠር ተመሳሳሊ ርክብ ምክያዱ ይዝከር።
ብ ዕስራን ሸሞንተን ታሕሳስ ኣብ ዝተኻየደ ዓመታዊ ገምጋማዊ ኣኼባ ህግደፍ ዞባ ማእከል፣ ምብራኽ ፖለቲካዊ ንቕሓት ኣብ ትግባረ ዝሰላሰል መደባት መሰረታዊ ስለዝኾነ ብዝለዓለ ክስርሓሉ መዘኻኸሪ ቀሪቡ። ኣብቲ ኣኼባ ኣብ ዓሰርተ ሽዱሽተ ንኡሳን ዞባታት ማእከል ናይ ዝተኻየደ ንጥፈታት ጸብጻብ ቀሪቡ። ንጸብጻብ ብርሃነ ዓንደመስቀል ሓየሎም በረቐ ከቕርቦ'ዩ።
ፖለቲካዊ ንቕሓት ብምብራኽ ዝሰላሰል መደባት ልምዓት ብኣድማዕነት ንኽትግበር፣ ተራ ኣቦ ወንበራት፣ ጸሓፍትን መራሕቲ ጉጅለታትን ህግደፍ ዝያዳ ክዓዝዝ፣ ኣቦ ወንበር ህዝባዊ ግንባር ንደሞክራስን ፍትሕን ዞባ ማእከል ኣቶ ዩሱፍ ሳይቕ ኣዘኻኺሮም። ብ ዕስራን ሸሞንተን ታሕሳስ ኣብ ዝተኻየደ ዓመታዊ ገምጋማዊ ኣኼባ ኣቶ ዩሱፍ፣ በብእዋኑ ገምጋማት ምክያድ፣ ድኽመታትካን ብልጫታትካን ኣለሊኻ ንዝሕንጸጹ መደባት ስራሕ ብዝበለጸ ውዳበን መንፈስን ንምብጋስ ሓጋዚ ስለ ዝኾነ፣ ኣባላት ነዚ ተገንዚቦም ሱታፊኦም ከዕዝዙ ጸዊዖም። ሓለፍቲ ፖለቲካውን ውድባውን ጉዳያት ናይቲ ዞባ ኣብ ዘቕረብዎ ኣብ ዓሰርተ ሽዱሽተ ንኡሳን ዞባታት ናይ ዝተኻየደ ንጥፈታት ጸብጻብ፣ ንቕሓት ህዝቢ ክብ ኣቢልካ ናብ ዝሓሸን ዝበረኸን ልምዓታዊ ስራሓት ብምውፋር መነባብሮ ህዝቢ ንምምሕያሽ ዝተሰላሰለ ስርሓት ከምኡ'ውን ህልው ኩነታት ሃገር ንምብራህ ንህዝቢ ዝተኻየደ ሰሚናራት ብሰፊሑ ኣብሪሆም። ተሳተፍቲ ኣብ መወዳእታ ንሕብረተሰብ ዝወሃቡ ኣገልግሎታት ብጽፉፍ ንኽሳለጡ ተራን ኣበርክቶን ኣባላት ግንባር፣ ኣመሓደርትን ኣብ መንግስታዊ ኣብያተ ጽሕፈት ዝነጥፉ ኣባላትን ክድንፍዕ፣ ኣብ ዋጋታት ክራይ ገዛ ዝረእ ቅጥዒ ዘይብሉ ናህሪ ዋጋ መግትኢ ክግበረሉ፣ ጉዳይ መጓዓዝያ ገጠራትን ታሪፍ ናይ ከተማ ታክስን ኣቓልቦ ክወሃቦ ዝብሉን ካልኦት ርኢቶታትን ብምቕራብ ድሕነትን ሰላምን ከባቢ ንምውሓስ ተርኦም ከምዘዕዝዙ ኣረጋጊፆም።
ሚኒስትሪ ምክልኻል ኣብ ቤት ትምህርቲ ወተሃደራዊ ሆስፒታል ግላስ ብሞያ ተሓጋገዝቲ ነርስ ከሰልጥኖም ዝፀንሐ ሰማንያ ኣባላቱ ብ ዕስራን ሸውዓተን ታሕሳስ ኣመሪቑ። ኣብቲ ላዕለዎት ኣዘዝትን መኮነናት ጥዕናን ሚኒስትሪ ምክልኻል ከምኡ እውን ወለዲ ዝተረኸብሉ ስነ ስርዓት ዳይሬክተር ናይታ ቤት ትምህርቲ ካፒተን ገብረሃንስ ሃብተገርጊስ ኣብ ዘስምዖ ቃል እቲ ቤት ትምህርቲ ከም ተሞክሮ ሓድሽ ከም ዝኾነ ተሳተፍቲ ናይቲ ስልጠና ድማ ኣባላት ዕስራን ሓሙሽተን ዙርያ ሃገራዊ ኣገልግሎት ከምኡ እውን ንነዊሕ ዓመታት ከም ኣጋር ሓካይም ኣብ ወተሃደራውያን ሆስፒታላት ክነጥፉ ዝፀንሑ ከም ዝኾኑ ኣብሪሆም። ካፕተን ገብረሃንስ ኣስዒቡ ነቲ ስልጠና ንምዕዋት ዝተፈላለዩ ኣካላት ንዝገበርዎ ኣበርክቶ ብምምስጋን እቲ ናይ ስልጠና መደባት ንኽድንፍዕን ንኽምዕብልን ኣብ ዝካየድ ፃዕሪ ምድግጋፎም ከምዝቕፅል ዘለዎ ፅኑዕ እምነት ገሊፁ። ፍልጠት ምቕሳም ሓደ ደረጃ ናብ ተግባር ምስግጋሩ ድማ ካልእን ዝዓበየን መድረኽ እዩ ዝበለ ኣብ መኮነን ጥዕና ሚኒስትሪ ምክልኻል ሓላፊ ኣገልግሎት ጥዕና ኮሎኔል የማነ ፀጋይ ብወገኑ ሞያ ሕክምና ጥንቁቕ፣ ግዱስን ግዜኻ ንሕሙም ዝወፍኻን ክትከውን ዝሓትት ናይ ሕልና ሞያ ከምዝኾነ ብምሕባር ተመረቕቲ ነዚ ተገንዚቦም ሞያኦም ዝሓቶም ንምትግባርን ምስ ግዜ ንምምዕባሉን ትጽቢት ከም ዝግበረሎም ኣዘኻኺሩ። ኣብ መወዳእታ ኣብ ትምህርቶም ጸብለልታ ንዘርኣዩ ተመረቕቲ መተባብዒ ሽልማት ተዋሂቡ። ቤት ትምህርቲ ወተሃደራዊ ሆስፒታል ግላስ ኣብ ወርሒ ለካቲት ክልተ ሽሕን ዓሰርተ ሰለስተን ስርሓ ከም ዝጀመረት ሰነዳታ የመልክቱ።
ኣብ ፋንኮ ንኡስ ዞባ ተሰነይ ዝተዋደዱ ትካላት ማሕበራዊ ኣገልግሎት ኣብ መነባብርኦም መሰረታዊ ለውጢ የምፅኡ ከምዘለዉ ተቐማጦ እቲ ምምሕዳር ከባቢ ሓቢሮም። ንሳቶም ንኤሪና ኣብ ዝሃብዎ ሓበሬታ፣ ኣብ ልዕሊ እቲ ዝተዋደደሎም ዝተማልእ ትካላት ማሕበራዊ ኣገልግሎት፣ መንግስቲ ኣብቲ ከባቢ ዘዋድዶ ዘሎ ልምዓታዊ ፕሮጀክት ንናብርኦም ብእወታ ይፀልዎ ከምዘሎ ገሊፆም። እኹል ኣገልግሎት ትምህርቲ፣ ማይን ጥዕናን ስለ ዝተዋደደሎም ፋሕ ኢሎም ዝጸንሑ ነበርቲ ኣብ ሓደ ቦታ ተጠርኒፎም ይነብሩ ምህላዎም ብምጥቃስ ድማ ሰሙናዊ ዝካየድ ዕዳጋ ፋንኮ'ውን ኣብ ምዕባለ እቲ ከባቢ ልዑል ኣስተዋጽኦ ይገብር ምህላዉ ሓቢሮም። ኣመሓዳሪ ምምሕዳር ከባቢ ፋንኮ ኣቶ ኢብራሂም ሓጅ ብጊዲኡ፣ ቁጽሪ ነበርቲ ናይቲ ምምሕዳር ከባቢ እናወሰኸ ምምጽኡ ብምሕባር፣ ኣብቲ ከባቢ ዝተዋደዱ ትካላት ማሕበራዊ ኣገልግሎት'ውን ነዚ ኣብ ግምት ዘእተዉ ብምዃኖም ዛጊት እኹል ኣገልግሎታት ይረኽቡ ከም ዘለዉ ሓቢሩ። ኣብ መወዳእታ እቶም ነበርቲ ተኻፈልቲ ናይቲ ኣብ ከባቢኦም ዝተደኮነ ናይ ዕስራን ኣርባዕተን ሰዓታት ኣገልግሎት ኤሌክትሪሲቲ ምንጪ ንክኾኑ ዝምልከቶ ኣካል ቆላሕታ ክገብረሉ ተላብዮም። ልዕሊ ዓሰርተ ሽዱሽተ ሽሕ ነበርቲ ዘለዉዋ ምምሕዳር ከባቢ ፋንኮ ንዓድታት ማርስ፣ ሰላም፣ ዘሪባ፣ ኣደመች፣ በሮፋብ፣ ዓድቀይሕ፣ ማርያ ጀገር፣ ኣፍለንዳ፣ ዓድ ቀራን፣ ዓድ ኣባዓር፣ ዕዮታይ፣ ዓድ ብደሆ፣ ድዌብ፣ ዓድ ከልባይ፣ ኣርጉጂን ዓገርን እትጥርንፍ ኮይና፣ ካብ ከተማ ተሰነይ ንሸነኽ ምብራቕ ኣስታት ሰላሳ ኪሎ ሜተር ርሒቓ ትርከብ።
መንግስቲ ኣብ ርሑቕ ገጠራት ዘዋድዶ ዘሎ ማሕበራዊ ኣገልግሎታት ህዝቢ ንኽጥርነፍ ደፋኢ ረቋሒ ኮይኑ ምህላዉ ነበርቲ መለብሶ ንኡዞባ ሓልሓል ገሊፆም። ህዝቢ ኣብተን ዝተጠርነፈለን ዓድታት መሰረታዊ ማሕበራዊ ኣገልግሎት ብምርካቡ ረብሓ ምጥርናፍ ብግብሪ ከስተማቕሮ ከምዝጀመረ እዚ ድማ ኣብ ምዕባይ ቁፅሪ ቀዋሚ መነባብሮ ዝመርሑ ልዑል ኣስተዋፅኦ ከምዝገበረ ዝሓበሩቶም ነበርቲ ምስ ግዜ እቲ ማሕበራዊ ኣገልግሎታት ክምዕብልን ክሰፍሕን ከድሊ ምዃኑ ኣገንዚቦም። ኣብ መለብሶ ኣገልግሎታት ትምህርትን ጥዕናን ከም እተዋደደ፣ ኣገልግሎት ኤሌክትሪክ ኣብ ምዝዛም ከም ዝበጽሐ፣ ጽሩይ ማይ ድማ ኣቐዲሙ ዝተረጋገጸ ምዃኑ ዝሓበረት ኣባል ባይቶ ዞባ ዓንሰባ ወይዘሮ ከዲጃ ኢብራሂም፣ ህዝቢ ምጥርናፍ ንረብሕኡ ምዃኑ ስለ ዝተረድኣ ብዙሓት ስድራቤታት ብድሌተን ናብ መለብሶ ይግዕዛ ምህላወን ኣብሪሃ። ወይዘሮ ዜነብ ኢብራሂምን ወይዘሮ በኺታ ዑስማንን ድማ ናይ ዕስራን ኣርባዕተን ሰዓታት ኣገልግሎት መብራህቲ ንክረኽቡ ዝዝርጋሕ ዘሎ መስመር ኤሌክትሪክ ሲቲ ንህዝቢ መሰረሆት ብምፍጣር ኣብ ምምዕባል እቲ ከባቢ ዝህልዎ ተራ ቀሊል ከምዘይኮነ ኣስሚረናሉ። ኣመሓዳሪ ምምሕዳር ከባቢ መለብሶ ኣቶ መሓመድ ዓሊ ሳልሕ ኣብ ግዜ ሓርነታዊ ቃልሲ ዓውዲ ኲናት ዝነበረ ከባቢ ሎሚ ህዝቢ ሰላም ረኺቡ ትካላት ከፊቱ መነባብርኡ ክመርሓሉ ክትርኢ ፍረቲ ዝተኸፍለ ረዚን ዋጋ ከምዝኾነ ብምጥቃስ ኣብተን ህዝቢ ብብዝሒ ክጥርነፈለን ተፀኒዐን ዘለዋ ከባቢታት ተወሳኺ ቅየሳ ተገይሩ ንመንበርን ትካላትን ዝኸውን መሬት ክዕደል መደብ ከምዘሎ ኣብሪሁ።
ቅነ መንእሰያት ተመሃሮ ቤት ትምህርቲ ዋርሳ ይከኣሎ ሳዋ መንእሰይ ቦቕሊ ትማል ፍረ ሎሚ ሓበን ጽባሕ ኣብ ትሕቲ ዝብል ቴማ ካብ ዓሰርተ ትሽዓተ ክሳብ ዕስራን ሓደን ታሕሳስ ኣብ ሳዋ ከም ዝተቓንዐ ካብ ህዝባዊ ርክባት ሃማመተኤ ደንጉዩ ዝበጽሓና ሓበሬታ ኣመልኪቱ። ሓላፊት ሃማመት ዞባ ሳዋን ላዕለዎት ትካላት ትምህርትን መንእሰይ መንሱር ኣስማዒል ኣብ ዘስመዓቶ ቃል፣ እቲ ቅነ መቐጸልታ ናይቲ መንእሰይ ይንቃሕ፣ ይወደብ፣ ይተዓጠቕ ዝብል ተልእኾ ከምዝኾነ ብምምልካት፣ ጉዳይ መንእሰያት ብኹለን ኣካላትን ሃገራውያን ማሕበራትን ልዑል ጠመተ ተዋሂብዎ ይስርሓሉ ከምዘሎ ገሊጻ። ብግቡእ ዝተማእዘነ መንእሰይ'ዩ ናብ ደርማስ ሓይሊ ዝልወጥ ዝበለ ዳይረክተር ቤት ትምህርቲ ዋርሳይ ይከኣሎ ኣቶ ቀሊት ግርማይ ድማ ካብዚ ርድኢት'ዚ ብምብጋስ ኣብ ሳዋ ብቕዓትን ዓቕምን መንእሰያት ኣብ ምምዕባል ዘተኮሩ ሓያሎ ንጥፈታት ይሰላሰሉ ከምዘለዉ ሓቢሩ። ኣብቲ ቅነ ትምህርታዊ ስፖርታውን ባህላውን መደባት ከምኡ'ውን ብርክት ዝበሉ ብተምሃሮ ዝተዳለዉ ስነ-ጥበባዊ ፍርያት ከምዝቐረቡ ራብዓይ ክፍለ ሰራዊት ድማ ጎብለል ናይቲ ቅነ ብምዃን ከምዝተሸለመት እቲ ዝበጽሓና ሓበሬታ ብተወሳኺ ኣብሪሁ። ስዒቡ ዝቐርብ ኣህጉራዊ ዜናታት እዩ። ድሕሪ ዝሓፀረ መሰጋገሪት ክንምለስ ኢና። ምክትታልኩም ክትቅፅሉ ደጊምና ብኽብሪ ንዕድም።